ሰላምታና ንዓኹም ይኹን ክብራት ተኸታተልቲ መደብር ሃንሪ ከርድስ ከመይ ትጸንሑ ፈለማ ንትህቡና ሃናጽ ርእይቶኹም ክነመስግነኩም ንፈቱ ንሎሚ እውን ካብ ጆን ፋሚሊ ንዝኾነት ሰምሃር ዮሃንስ ሂዝናልኩም ቀሪብና ኣለና ክሳብ መወዳእታ ንክተኸታተሉና ብክብሪ ንዕድም። እሺ ክብርቲ ካራክተር ሰምሃር ዮሃንስ ኣፍቃሪ ኣለኪ ዶ? ግርም ኣብ ፍቕሪ እሞ ከመይ ኢኹም? ጽቡቕ ክሳብ ሕጂ ደኣኒ ክንደይ ኣወዳት ኣፍቂርካ ኣለኻ? መን ድዩ ኣፍቃሪኺ ሰምሃር? ወዲ ምስለነ ኦኬ ምስ ወዲ ምስሌነ ደኣ ብኸመይ ተራኺብኩም ምነገርክኒ ዶ? ኣምሲለይ ኣቲ ኣምሲለይ ኣቲ ኣምሲለይ እንታይ ኣምሲለይ ኦኬ ሚስጥር ዓቃቢት እሺ ወዲ ምስሌነ ከመይ ዓይነት ኣፍቃሪ እዩ ምነገርክኒ ዶ? ኣብ መጽሓፍ ከም ዘሎ ናይ ሕልሚ ኣፍቃሪ ንፈለማ ግዜ ምስ ረኣኽዮ ከመይ ዓይነት ስምዒት ተሰሚዑኪ? እሺ ክብርቲ ካራክተር ብምንታይ ከ ተፍቅሪ? ዋው ዝገርም ተውህቦ እዩ። እሺ ድምፃዊት ሰምሃር ዮሃንስ ቁመና ኣፍቃሪኺ ከመይ ዓይነት እዩ? ኣበሃህላኺ። ዝያዳ ኩሎሚ ሸገሱ እማኑ። እሺ ፍቕሪ ኣንጻር ጾታ ተዝተርፍ ምንባር ምኸኣልክዮ ዶ? ኣይክእሎን እየ ኣነ ንበይነይ። ምኽንያት ክህልወኪ ይኽእል ዶ? ዓለመይ ባዶ ባዶ ዩ ንሱ እንተዘየሎ። ስምዒት ቃንዛ ፍቕሪ ከመይ ይገብር? ክንድዒ ክንድዒ ክንድዒ። ማራ ትፈትውዮም ሰባት። ማማት ባባይ። ፍቕሪ ንዓኺ እንታይ ክዩ? ከመይ ዓይነት ድራር? ኮኾብ ድራረይ ሕነማ ቀርባ ንህይወት ኦኬ ነበልባል ፍቕርኹም ደኣሞ ከመይ ይቕጽል ኣሎ? ሮማንቲክ ፍቅሪ ዝባሃል ከመይ ዓይነት እዩ ምተንተንክለይ ዶ። ሕሉፍ እናዕለልና ዕምበባ ሒዘ ኣብ ቅድሜና ሽምዓ። ናይ ኣፍቃሪኺ ስራሕ። ኩንትራት ታክሲ። እሺ ክብርቲ ካራክተር ነፍቃሪኺ ተሕልፍሉ መልእኽቲ ተሃልዩኪ ዕድል ክህበኪ። ሰማዒ ሸምዒ ትኸይድ ሳኽሳኽ ኣብ ቅድሚ ዓይነይ ወትሩ ክሪኤካ። እሺ ክብርቲ ካራክተር ሕቶታተይ ቀጸልቲ እዮም ሰባት ብቁንጅናኺ እንታይ ክብሉኺ ደስ ይብለኪ? ሓለፈት ክብሉኒ እሺ ክብርቲ ካራክተር ሓለፈት ኢልና ከለና ንሕና ውን ምስ መሳርሕትና ክብርቲ ካራክተር ዘይምነወኪ ነገር እንታይ እዩ? ባርዓተይ ዘየመኖይ ከመይ ዓይነት ስታይል ክዳንኺ ትኽተሊ? ከም ፋሽን ኣብ ሓዳር ከመይ ኢኺ? እንታ ኾንኪ? እንታይ ኪሒምኪ? ዋእ ኣይትቐልዲ እባ። እሺ ክብርቲ ካራክተር ትፈርሕዮ ነገር እንተ ዋእ

መልእኽቲ ተሃልዩኪ። ምሳኻ ምሳኻ ምሳኻ ሕሸኒ። እሺ ኣብ ጸገምን ጸበባን ንዘለዉ ሰባት ወገናትና ተሕልፍዮ መልእኽቲ ኣለኪ? ተዓዘብቲ ክትውስኺ ትኽእልኸ ክብርቲ ካራክተር። ግርም ንዘይተመርዐዉ ኣወዳት ተሕልፍዮ መልእኽቲ ተሃሊኪ? ሓወይ ወረሮ ኣሽንኳይ ሞትርጋን ኮሎ። ንዘይተመርዓዋ ኣጓላት ከ? ሳንዳይ ወለላ ኣሽንኳይ ሞትርጋን ኳላ። ኣቲ ክብርቲ ካራክተር ኣነ ብወገነይ ሕቶታተይ ወዲኤ ኣለኹ ካብ ተመልከትትና ድማ ሕቶታት ንዘለኩም በዛ ቁጽሪ ቴሌፎን መሰረት ክትድውሉ ትኽእሉ ኢኹም ሓዙ ባዶ ባዶ

ንዘለኹም ውን ብዩቱብ ክትከታተሉና ትኽእሉ ኢኹም። ኣብ ቀጻሊ ምስ ካልኦት ክንምለስ ኢና። ክሳብ ሽሑ ሰሰን ጥዕሙን ንሓና ንሓና